ሰላም ንዓኹም ተኸታተልቲ ናይዚ ቻነል ከመይ ትኾኑ ብዘለኹሞ ሰላም ጥዕና ቅሳነ ዘለዎ ግዜ ክኾነልኩም ብምምናይ ንሎሚ እንታይ ሒዘልኩም መፅ ኣለኹ ኣብ ናይ ገዛና ዘለና መብራህቲ ኣብደይት ወይ ከዓ ክነሐድሶ ምስ እንደሊ ሓድሽ መጺና ዘሎ መብራህቲ ሒዘልኩም መጽየ ኣለኹ። እዚ ድማ ብ Recess Light ዝጽዋዕ ኮይኑ ኣምፑል ምቕያር ኣየድልየናን እዩ። ሓንሳብ ኢንስታል ምስ ገበርናዮ ንነዊሕ ግዜ ከገልግለና ዝኽእል ዓይነት መብራህቲ እዩ ማለት እዩ። እዚ እንታይ ኣለዎ ጽቡቕ ነገሩ ሓደ ምስቲ ሲሊን ናትና ፍላሽ እዩ ዝኸውን ኣይወጽን እዩ ንደገ ኣብ ጸቢብ ቦታ ወይ ከኣ ሓጺር ሲሊን ዘለና ቦታ ኣብ ዝኾነ ክንገብሮ ክንጥቀመሉ እንኽእል ኣብ ክሽነ ዳይኒን ሩም ሳሎን ባዝሩምና ዋላ እውን እንድሕር ደሊና እውን ኣብ ቤድሩም እውን ኢንስታል ክንገብሮ ንኽእል ዓይነት መብራህቲ እዩ ማለት እዩ ስለዚ እቲ ናቱ ፅቡቅ ነገር ከዓ እቲ ኤልዲ ስለ ዝኾነ ኣብቲ ናይቲ ፓወር ዘለዎ እውን ፅቡቅ ኣገልግሎት ኣለዎ ማለት እዩ ንኣገባብ ኣጠቃቅምኡ ዝምልከት ወይ ከዓ ትሕሱ እንታይ እዩ ዘለዎ ከመይና ክንገዝእ ዘለና እንታይና ክንገዝእ ዘለና ኣፍልጦና ምንታይ ይኸውን ዘለዎ ካብቲ ናይ ቀደም ፍልይ ዝገብሮ ናይ ቀደም ዝነበረ ቅድም እቲ ናቱ ቦታ እቲ ኩባያ ዋላ ንበሎ ንዕኡ ኢንስታል ትገብሮ ቅድሚ ሽትራክ ምግባርካ ብድሕሪኡ ኣምፑል ይቕየር ነይሩ እቲ ኣምፑል ድማ ምስ ግዜ ይሓርር እንድሕር ኮይኑ ክትቅይሮ ስለ ዘለካ ከምኡ ወይ ከዓ ሰፊሕ ቦታ ይወስድ ነይሩ ናይ ሎሚ ቅልል ብዝበለ መንገዲ እንታይ እቲ ናቱ ምርጫ ሓንሳብ ምስ በልናዮ ዋላ ውን ኣብ ዘለና ኣብ ዝተሰርሐ ቦታ ኣብኡ ከለና ጥራይ እታ ተድልየና ቦታ ቀዲድና ኢንስታል ክንገብሮ ንኽእል ምዃኑ እዩ። እዚኣ እታ ናታ ሳይዝ እያ። እዚኣ ቴምፕሌት እያ፣ ቴምፕሌት ማለት ከኣ በዚኣ ማርክ ክንገብር ንኽእል ኢና መሳርሒ እንድሕር ዘይብልና ኮይኑ ኣብ ገዛና። እዚኣ ልክዕ ሳይዝ ናይታ መብራህቲ ኣብታ ንክነቐምጣ ደሊና ዘለና እትኸውን እያ ማለት እዩ። እዚኣ ሕጂ ንዓኣ ነታ ዳያመተር ወይ ከኣ ነታ ሆል ናይ ምኽፋት እትሕግዘና መሳርሒ እንተ ዘይብልና ኮይኑ ማለት እዩ። ሶ ብዝተፈልየ መንገዲ ናቱ ኣገባብ እንታይ እዩ? ኣብዚ ናቱ ኢንፎርሜሽን ኣለዎ እንድሕር ኢንፎርሜሽን ደሊኹም። ካልእ እቲ ናቱ ጽቡቕ ነገር እንታይ እዩ? እዚ ዓይነት እዚ መብራህቲ ኣጃስት ክንገብሮ ወይ ከኣ ሕብሩ ከለር ናቱ ክንቅይሮ ንኽእል ምዃኑ እዩ ማለት እዩ። ክሳብ ዝተፈላለየ ናይ ሰለስተ ዓቐን ዘለዎ መብራህቲ ኣሎ እቲ ብራይትነስ ናቱ ማለት እዩ ካብ 5K 3K ክሳብ 5K ማለት እዩ እቲ 5K ዘሎ እቲ ብራይትነስ ናቱ ደይ ላይት ወይ ከዓ ሶፍት ዋይት ተባሂሉ ዝፅዋዕ ናይ መብራህቲ ክልተ ዓይነት ኣሎ እቲ ሶፍት ዋይት ንብሎ ከምዚ ብጫ ኹን ዝበለ ማለት እዩ ብጫ ኹን ዝበለ ሶፍት ዋይት ንብሎ እቲ ደይ ላይት ንብሎ ድማ እቲ ፍሎረሰንት ወይ ከዓ እቲ ነዊሕ ኣምፑል ናይ ዓድና ንዝክሮ እንድሕር ኮይና ፃዕዳ እንድሕር ኮይኑ ብሩህ እንድሕር ኮይኑ እቲ ደይ ላይት ተባሂሉ ዝፅዋዕ ዋላ ኣብ ኣምፑል ክንቅይር ከለና እውን ሶፍት ዋይት ኤንደን ደይ ላይት ተባሂሎም ይፈላለዩ ማለት እዩ ስለዚ እዚአን እንታይ ኣለዎን እቲ ናቱ ፅቡቅ ነገሩ በዚ ሓንሳብ ኣብቲ ዝደለናዮ ግዜ ወይ ከኣ ዝደለናዮ ዓይነት መብራህቲ ኣጃስት ንገብሮ ማለት እዩ እቲ ብራይትነስ ናቱ ሃንሳብ ኣጃስት ምስ ገበርናዮ እዚኣ ናብታ ሲሊን እያ ትኣቱ ናብ ሲሊን ክኣቱ ከሎ ድማ እዚ ርኢናዮ ኣለና ኣብታ ዝቐደናዮ ቦታ እዚ ንላዕሊ ከምዚ ጌርና ነእትዎ እሞ ምስ ፈነናዮ ምስቲ ሲሊን ናትና እዚ ከምዚ ገይሩ ታይት ይሕዘልና ማለት እዩ ሶ እቲ ናቱ ኮኔክሽን ፕላግ ድማ እዚኣ ምስኣ ትመፅእ ማለት እዩ እዚ ምስቲ ናትና ዋየሪን ዘለና ሲስተም ኮኔክት ምስ ገበርናዮ እዛ ኩባያ እዚኣ ናታ እያ ኣብዚኣ ሰለስተ ዋየር ኣለዋ ግራውንድ ኒውትራል እንደን ደ ሃት ዋየር ማለት እዩ ሶ ንዓ ኮኔክት ምስ ገበርናያ እዚኣ እቲ ካፓሲተር ንብሎ ወይ ከዓ ናቱ ረዚስታንት ናቱ ክስታይ ኣብዚኣ ኣላ ማለት እዩ ሶ እዚኣ ፕላግ ጌርና ኮኔክት ጌርና ምስ ወዳእናያ ድማ እዚኣ ዓፂና እዚኣ ልካ ከምዛ ናይ ናይ ቻርጀር ኮኔክት ንገብራ ማለት እዩ እዚኣ ዋትኣቱ ማለት እዩ ብድሕሪኡ እዚ ሴትኣፕ እዚ ናይቲ መብራህቲ ዝደለናዮ ኣበይ ክኸውን ከም ዝደለናዮ እቲ ብራይትነስ ናቱ ኣብዚ ኣጃስት ጌርና እዚኣ ኢንስታል ንገብራ ዝኾነ ኣምፑል ምቕያር ኣየድልየናን እዩ ንነዊሕ ግዜ ላስቲን እዩ እዚ ጽቡቕ ነገሩ ከዓ ከምዚ ፕላስቲክ ዓይነት ስለ ዝኾነ ክስበር ኣይክእልን እዩ ማለት እዩ ሶ ሳይዝ ዝተፈላለዩ ሳይዝ ኣለዋ እዚኣ ፎር ኢንች ሳይዝ እያ ሲክስ ኢንች ኣሎ ከምቲ ንስኹም ትደልይዎ ኣብቲ ትደልይዎ ቦታ ኢንስታል ክኸውን ዝኽእል እዩ ማለት እዩ ኣብዚ ኣነ ዝጥቀመሉ ነዚ ድሪል ንምግባር ኣብ ገለ ቦታ ኮንክሪት ወይ ከዓ ከም ሰሜንት ሚክስ ዝፀንሕ ናይ ቀደም ገዛውቲ እንድሕር ኮይኑ ሓድሽ እንድሕር ኮይኑ ከዓ ድራይወል ዝፀንሕ ኣሎ ማለት እዩ እዚ ንዝኾነ ክቐድድ ዝኽእል ዓይነት ዲስክ እዩ ፎር ኢንች ዲስክ እያ እዚኣ ማለት እዩ ኦኬ እዚ ከምዚ ዋላ ሰሜንቶ ሚክስ ዘለዎ ድራይዎል እንድሕር ኣሎ ኮይኑ ከምቲ ናይ ቀደም ንዕኡ ንምቕዳድ ትሕግዘና ወይ ከዓ ከምዚ መሳርሒ ተዘይብልኩም ከዓ በዛ ዘርእኹኹም ቴምፕሌት እዚኣ ማርክ ብምግባር ብከምዚ መጋዝ ዘለዎ ካራ ከምዚ ናይ ሽጉርቲ መቐደዲ መጋዝ ዘለዎ እንድሕር ኮይኑ ወይ ከዓ ናይ ድራይዎል ዝተሰርሐ ድራይዎል ናይፍ ኣሎ ማለት እዩ እዚኣ ማርክ ብምግባር ልክዕ ሳይዝ ናይዚ እያ ማለት እዩ ንዓ ማርክ ጌርኩም ሓንጢጥኩም ክሰርሕዋ ትኽእሉ ኢኹም። እዚኣ ስለ ዘላትኒ በዚኣ ክጥቀም እኽእል እየ ወይ ከዓ ዝተፈላለየ ሳይዝ ኣጃስት ክንገብረላ እንኽእል ፕላስ ዶሮና መትሓዝ ዘለዋ ኻ እዚኣ ማለት እዩ ክትቀድድ ከለኻ ዶሮና ይመፀካን እዩ እቲ ዶሮና ኣብዚ ኮፍ ይብል ናብ ገዛ ፋሕ ይብለካን እዩ ኣብዚ ትእክበልካ እሱ ጥራይ ደይኮነኻ እዚ ሳይዝ ናታ ኣጃስት ክትገብርዎ ትኽእል በቲ ናትካ ሳይዝ ትደልዮ ማለት እዩ ክሳብ ሽዱሽተ ኢንች ዘሎ ሳይዝ ኣጃስ ጌርካ ወይ ክተንእሶ ወይ ክተዝፎ ትኽእል ማለት እዩ እዚኣ ከዓ ንከምኡ ትጠቕመና እዚ ካፍቲያ ንዝሰርሓሉ እዩ እዚ ካልእ ብደይንሱ ከዓ እንታይ የድልየና ከዓ እቲ ድሪሊን ቱልካ የድልየና ማለት እዩ ድሪል ክገብር ከለኹ እንድሕር ማሽን ክጥቀም ኮይነ እዚኣ ይጥቀም ማለት እዩ እንድሕር ብኢድኩም ኮይኑ ግን በታ ናይፍ ተጠቒምኩም ክሰርሕዎ ትኽእሉ ኢኹም ማለት እዩ ኣብቲ ዝደለኹም መሳይዝ ማርክ ጌርኩም እዚኣ ድሪል ንምግባር ትሕግዘኩም እያ ሶ እዚ ናይ ሪሰስ ላይት እዩ ስፔሻሊ ድማ ምስ ሰራሕክዎ ፖስት ክገብረልኩም እየ እዚ ኣብ ናይ ምሕዳስ ክሽነ ወይ ከዓ ሪሞደሊን እዩ ዘሎ ማለት እዩ ንዝያዳ ብስፍሕ ዝበለ ከመይ ከም ዝነበረን ከመይ ከም ዝቐየርክዎን ቪድዮ ክሰርሓልኩም እየ። ከምኡ ሓሳባት ዘለኩም ከኣ ክትርእይዎ ትደልዩ ወይ ከኣ ገዛኹም ኣብዴት ክትገብሩ ትደልዩ ድማ ገሬ ፕሮዳክሽን እዚ ናይ ዩቱብ ቻነል እዩ። ጋፍ ኤልኤልሲ ዝብል ከኣ እቲ ናተይ ናይ ኮንስትራክሽን ዝሰርሓሉ ትካል እዩ ማለት እዩ። ከምዚ ትርእይዋ ዘለኹም እዛ ሎጎ እዚኣ ናይታ ስራሕ እያ። ገሬ ፕሮዳክሽን ዝብል ከኣ እቲ ብፈይስቡክ ዩቱብ ቲክታክ ዝነጥፈሉ ከምኡ ውን ኢንስታግራም ዝነጥፈሉ ቻነለይ እዩ ማለት እዩ ሶ እዚ ከምዚ ሪሞደል ክትገብሩ ትደልዩ ክትረኽቡኒ ትደልዩ ሰባት እንድሕር ኣሊኹም ኣነ ኣብ ከተማ ፊላደልፊያ እየ ዝነብር ፒኤ ዩኤስኤ ማለት እዩ ሶ ዘለኩም ሓሳብ ርእቶ ኣብ ቦታኩምን ጸሓፍለይ እዚኣ ምስ ወዳእኽዋ ከመይ ከም ዝነበረትን ከመይ ከም ዝኾነትን ኣብኡ ሼር ክገብረልኩም እየ። ዝተጠቐምኩሉ መሳርሒ ኮነ ወይ ከኣ ዝተጠቐምኩሉ ዓይነት ዲዛይን ከኣ ናባኹም ከብሎ እየ። ከምዚ ዘለኩም ገዛኹም ክትሰርሕዎ ክትቅይርዎ ትደልዩ ሰባት እንድሕር ኣለኹም ከኣ ነዛ ቪድዮ እዚኣ ምስ ተሰርሐት እቲ ናትኩም ገዛ ርኢኹም ከመይ ክኸውን ከም ዝኽእል ኣይድያ ክህልወና እዩ። ንሎሚ ኣብዚ ክኣኽለና እዩ። ኣብ ቀጻሊ ሰላም ወሰናይ።